እንታይ ደኣ ጠፊእኺ ደኣ ዘይትረኣይ። ኣለና ንዓኹም ነማዕድው። ወይለከ
እንታይ ኮን ክትብልኒ ደሊኺ ኢኺ? ሀ ኣነ ደኣ ካብ ገዛ ከይወጻኹ እንድየ ቀንየ። መሰደይሲ ቡን ከቃርር ቀንየ። ንርብቃ ዶ ኢልካ ዶ ዓሰርተ ሳዕ በዚ ኣፋፌትና ትሓልፍ ኣይረኻን። ወረ ብደገል እውን ትቕልቀል ኢኻ። መ ኣልዕል ኣቢልኪ ካልእ ሰብ ርኢኺ ከይትኾኒ። ዶ
ለምቅናስ ሓቅኻ ትኸውን ኢኻ ዝሓለፈ ሰሙን ግና ርእየካ እየ ሕጂ ከይትሪኣ ከዓ ደንበ ከይዳ ደንበ ሰፊራ እንታይ ትብልቲ
ምኽርኽበ ናብ ቡንዴ ዝኸይ ዘለኹ ዋይ ኣንተ ተኾይነ ዳለይ ዝነግረካ ዘለኹ ዋ ኣንታ ፈሺለ እምበር ዋ ኣንታ ይፋን ኣንታ ረስዐዮ ኣይ ሎሚ ኣባ ክዝኣቱ ዋይ ኣንታ ረስዐዮ እንዴ ሎሚ እያ ክዝኣቱ ሎሚ ሓን ሓን ኢለና ቅድሜኹ እኳ ኢና ጸሓይ ርኢና ኣብኡ ከም ትቕንስ ፈሊጠ እየ። ማይ ፍላጥ ኣይትስተ ካብ ብምዓስ ዝኣልካኸ ደምበ ዝወፈርካ። ርብቃ ኣብኡላ ምስ ተባሃልኩ ደኣ እሞ እንታይ ክገብር ነዛ ዓይነይ ክሪኣ ክኸይድ እየ እምበር እንታይ ደኣ ኣይፈትያን ድየ ክምወደለይ ዘለኹ። ኣቦይ እውን ጽባሕ ኪሓት ክመጽእ እዩ። ክማላእኪ ዶ? እዋ ኣንታ የማነ ደምበ ደኣ ካብ ብምዓስ ትወፍር። ኣይ ናይ ንፉዓት እንድዩ። ግድን ክኸይድ ኮይነ እምበር እወ ሓቅኺ ዳሓር ናይ ንፋዓት ተኮይንዳ እንታ ኮይንዳ መድሃኔ ሓውኺ ደምበ ዘይከይ። ኣያኸሰተ ድዩ ዝልእኸካ ዘሎ? ንእግረ መንገደይ እየ ዝለኣኾ ዘለኹ እምበር ኣያኸሰተ ደኣ ከመይ ኣቢሉ ክልእኸኒ? ኣይክትጸልኣኒ ጉዳም እንድዩ። እዋይ ምስ ሸዊት ደው ኢልካ ምስ ረኣየካ እዩ ጸሊእካ ዝኸውን ኣያኸሰተ ኣይጠዓሞን ካብ ኩሉ ዘጉሃየኒ ድማ ናይ መለይ እዩ ኣንታ ሕጂስ ሓሪሳ ዶ ትኸውን? እዋይ
ኣንቲ ሚለና ንስኽስ ቆልዓ እንዲኺ ናይ ቆልዑ ዶ ይትገብሪ እንታይ ከ ኣብ ሰልኪ እዚ ናይ ዓበይቲ ዘረባ። ለባማት ዓበይቲ ምስ ተሳእኑ እቶም ለባማት ቆልዑ ክዓብዮም እንድዩ ዝብል እቲ ቃል። ወይ ለካ ዘይሰምዖ ዘይብላ እዩ ናይ እንዳ መን ቃል እዩ እዚ ከ። ናይ ሚለና ሃንስ ጊላይ ጻዕዳ ብዕራይ። ለባማት ዓበይቲ ዶ ደኣ ተሳኢኖም እዮም እ እንተኾይኖም እዮም ናይ እንዳ ከሰተ ጉዳይ ኣደቅስ ዘይበልዋ እንተኾይኖም እዮም ከ ንዓኻ ዘየማስሉኻ።
እዋይ እንኮላይ ብዛዕባይ ከ ትሓስቢ ኢኺ። እወ ጸጋይ ንመለይ ዓምጩ ንሱ ኸኣ ንፉዕ እንድዩ ከመይ ዝበለ ሓዳር ክገብር
ኣያ ከሰተ ንመለይ ጓል ንጸጋይ ክቦ ድዩ ኣያ ገዛኢ ኣይ ከምኡ እንድዮም ዝጽዕሩ ዘለዉ ብፍላይ ኣደይ ድሓነት ምጽ ምስ በለት ሻዕ ኢላ ክትከውነ ሽዑ መድሃኔ ሓወይ እንኳዕ መፀ መፀ ኣንበሳ መስል ካብ ዱር ዝወልእ እንኳዕ መፀ መፀ ኣንበሳ መስል ካብ ዱር ዝወፀ እንዳበለ ጓይላ ክፃወት እዩ መድሃኔ ደኣ እሞ ከመይ ኢሉ ተዓሪቆም እንድዮም ዳግድ ኣይተሓጉሽና እንዲና ዘለና እማ ኣነኻ ኣቦኹን ርብቃ ተኣቢንሲ ኣብቲ ደንበ ገለ ክገብር እምበር። ኣብኣ ትረኽባ ገሌና ብጨጉርኻ ገሌና ብኢድካ ገሌና ብሰለፍካሲ ሄህ ከነብለካ ኢና።
ኣንቲ ሚለና ንርብቃ ሕራይ ከብላ ድኣ ደይትሕግዝኒ ኣይፈትያን ድያ ምውዳል የንቲ ሚለና። እዋ የማነ ቆልዓ ኢኺ ናይ ቆልዑ ስርሒ ዶ ክትብለኒ ጸናሕካን።